ኹሎኹም ምባል ይከኣል እዩ ብዙሓት ሰባት ብውሽጢ መስመር ትጥይቁኒ ናይ ሰራሚክ ዋጋ ኣምፀልና ልብሉ እዩ ስለዚ ሎምዓንቲ ብናይኹም ጥያቄ መሰረት ሎምዓንቲ ናይ ሰራሚክ ዋጋ ክነግረኩም እዩ ማለት እዩ ስለዚ ሙሉእ ፀብፃብ ሰለኾነ እስካዕ መወዳእታ ምክታልኩም ከይትርስዑ ስሚንቶ ክንደይ እንዲኡ ልላ ክንርኢና ማለት እዩ ሎምዓንቲ ዕለት 19 ወርሒ 6 2017 ዓ.ም ረቡዕ መዓልቲ እዩ ንኣለ ሓደረ ምንም ነቕረቦ ጉዳይ ይኾነ ናሎማዓንቲ ሓድሽ ኩሉ ግዜ ላቕረልኹም ስለዚ ሎማዓንቲ ሙሉእ ፕሮግራም ከይምለጠኩም ስካዕ መወዳእታ ተኸታተሉ ላይክ ሽር ሰብስክራይብ ተገይረኹምለላ ኣነ ጠንኪረ ብደም ንክሰርሕ ዝተልገብረኒ ኩልኹም ላይክ ለይገርኹም ላይክ ሰብስክራይብ ለይገርኹምላ ሰብስክራይብ ገሩ ብዙሕ ወግዕ ከይብዛሕና ቀጥታ ናብ ፕሮግራምና ናሕሊፍና ከዚ ንቐፅል ስለዚ እውን ኩሉ ግዜ ከም ንገብሮ ካብ ናይ ቴንዲኖ ዋጋ ጀሚርና ናረእና ንኸድ ኢና ማለት እዩ። ስለዚ ቴንዲኖ ናይ ቱርኪ ካብ በዓል ሸሞንተ ክሳብ ዓሰርተ ሽዱሽተ ለሎ በብሓደ ምርኣይ ንቐጽል። ስለዚ በዓል ሸሞንተ ኣብዚ ኸዚ ሰዓት ሽዱሽይ ሰብዓይ እናትሸጠ ይርከብ። በዓል ሸሞንተ ሽዱሽይ ሰብዓይ፣ በዓል ዓሰርተ ድማ ሓደ ሽሒ ቴስዓይ፣ በዓል ዓሰርተ ሓደ ሽሒ ቴስዓይ፣ በዓል ዓሰርተ ክልተ ሓደ ሽሒ ሓሙሽተ ሚእቲ ሓምሳይ፣

እኒኦ ማለት እዩ ስለዚ እዚ ናትርኩ እዩ ውሽጢ ዓዲ ትደሉ ሰባት ለ ከም ተለመደ ጠይቁኒ ለቅረበልኩም ክኾን እዩ ማለት እዩ ብዚኣ መሰረት ግን ናለማዓንቲ ንዕለት 19 ወርሒ 6 2017 ዓ ም ለለ ዋጋ ናይ ቴንዲኖ ውሰዱ ማለት እዩ ከዚ ቀፂና ንሕልፈኩም ናብ ናይ ሲሚንቶ ዋጋ ኢና ንርኢ ንቐጽል። ስለዚ ስሚንቶ ሎማዓንቲ ክንደይ እኒኦ ትይልኹምኒ ብዙሓት ሰባት ንምግዛእ ትጓዩ ኣለኹም ኸዚ ብጣዕሚ ደስ ዝብል ነገር እዩ ምክንያቱ ኣብዚ ኸዚ ሰዓት ዘይገዛእኩም ሰባት ማለት ብጣዕሚ ኢኹም ትሽወዱ ኣለኹም ካብዚ ክውስኽ ይኽእል እዩ ካብዚ ብጣዕሚ ክትሕቲ ኢልካ ትሓስቦ ነገር እንደ ክህሊ ይኽእል እዩ ሀዚ ጽቡቕ ዋጋ እዩ እኒኦ ሸዓንተይ ሰብዓይ ሎማዓንቲ እናተሸጠ ይርከብ ስሚንቶ ስለዚ ንምግዛእ ትደልዩ ሰባት ተወይልኹም ምግዛእ ትኽእሉ ኢኹም ማለት እዩ ስለዚ ንዓይ ደዊልኩም ስልኪ ከቕምጠልኩም እያ ደዊልኩም ክኾን ይኽእል እዩ ወይ ድማ ቴክስት ገይርኩም ለኣኹለይ ብኢሞ ዋትሳፕ ቴሌግራም ኣነ በዓል መሰረት ገይራ ጋዜኤ ናብ ዘለኹሞ ከተማ ብፍላይ ኣብ ከተማ መቐለ ትኾንኩም እየ ገዜእ ክልኸልኩም ንኽእል ናብ ካልኦት ከተማታት ዓድኹምለ ቅናሽ ክህልሰ ንኽእል ኣብ ከተማ መቐለ ዝኾንኩም ሰባት ግና ዙርያ ለለኹም ወይ ድማ ንእሽተይ ውፅእ ዝበልኩም ተሃሊኹምና ችግር የብሉይ ክቐንሰ ዝኽእል እዩ ውፅእ ለልኹም ትኸውን ብጣዕሚ ግን ኣብ ልላ ከተማኹም ገዚኹም ተትጥቀሙ ልብል ኣይዲያ ይኒ ማለት እዩ ስለዚ ግን ሲሚንቶ ትሸዓንተይ ሰብዓይ እናሸጠ ይርከብ ማለት እዩ ስለዚ እውን ናይ ሲሚንቶ እናተይ እንዲነ ዋጋ ካብ ርእና ቀፂለ ልሕልፈኩም ከ ናምታ እዩ ማለት እዩ ሀዚ ናብ ናይ ሰራሚክ ዋጋ ኢና ንርኢ ሱሳ ብሱሳ እና ይቅርታ ሰራሚክ በዓል ሱሳ ብሱሳ እና ሰላሳ ብሰላሳ ልበሃል ክንደይ የብለሎ ንርኢ ተለና ሰራሚክ ሱሳ ብሱሳ ኣብዚ ክሳዕ ናብ ውሽጢ ዓዲ እየ ዘዝንዮ ኣለሪኩም ኣለኹ ኣብዚ ቪድዮ ትሪእዎ ኣለኹም ውሽጢ ዓዲ ሰራሚክ እዩ ዋግኡ ንሱሳ ብሱሳ ማለት እዩ ሓደ ሽሕ ሰለስተ ሚእቲ ሱሳ ሓሙሽተ እናሸጡ ይርከብ ሰራሚክ ሱሳ ብሱሳ እዛም ትሪእዎ ኣለኹም ሓደ ሽሒ ሰለስተ ሚእቲ ሱሳይ ሓሙሽተ እናሸጣ ይርከብ ማለት እዩ ሰላሳ ብሰላሳ ለ ሓደ ሽሒ ዓሰርተኞ ካብ ውልዶ ቀንስ ነይሩ እስካብ ሓደ ሽሕ ነይሩ ግን ማእኸላይ ዘሎ ግን እስካብ ሓደ ሽሕ ዓሰርተ ኣብ ልዕሊ ዋጋ ኢኹም ተግንዩ ትኽእሉ ማለት እዩ። ስለዚ ሰራሚክ ናይ ውሽጢ ዓዲ እዩ ናብ ደገ ትደልዩ ሰባት ኣንዲኹም መብዛሕትኡ ብውሽጢ ዝጠየቑም ሰባት ነይርኩም ብጣዕሚ የንሸራትት እዩ ናብ ወፃኢ ክኾን ተሎ ብዙሓት ትነገሩ ነገራት እኒኡ እና እስቲ ውሽጢ ዓዲ ኣብ ዝኾነ ትደልይዎ ነገር ክህልሰልኽን ናብ ውሽጢ ዓዲ ሎማዓንቲ ነግርኩም ኣለኹ ማለት እዩ ስለዚ በኣን መሰረት ናብ ሎማዓንቲ ናብ ውሽጢ ዓዲ ሰራሚኮም ትወስዱ ማለት እዩ እና ኣብኡ ተለኹ ለጠየቕኹዎ ነይሩ ናይ ሽንቲ ቤት እዩ ናይ ሽንቲ ቤት እንሸነሉ ኮፍ ኢልና እዚ ትሪእዎ ኣለኹም ዋግኡ ክንደይ እዩ ልብል ድማ ኒኦ ቴሌኮምኒ ሓደ ሽሒ ሓሙሽተ ሚእቲ እናተሸጠ ይርከብ እዚ ትሪእዎ ዘለኹም ማለት እዩ እዚ ናይ ሽንቲ ቤት ኮፍ ኢልና እንጥቀመሉ ዋግኡ ሓደ ሽሕ ሓሙሽተ ሚእቲ እዩ እናተሸጠ ንርከብ እዚ ጎልድ ራግን ከ ክንደይ እኒኦ እዚ ፍላሽ ልገበር እንጥቀመሉ እዚ ኮፍ ኢልና ማለት እዩ ልዕሊ በለ እዚ ትሪእዎ ኣለኹም ብጎልድ ራግን እዩ ክንደይ እኒኦ ዋግኡ ቴልኩም ናብ ከተማ መቐለ ዓሰርተ ሸሞንተ ሽሕ እናተሸጠ ይርከብ እዚ ትሪእዎ ኣለኹም ናይ ሽንቲ ቤት ማለት እዩ ዓሰርተ ሸሞንተ ሽሕ እናተሸጠ ይርከብ ንመሕጸቢ ከ ክንደይ እኒኦ ተልኩምኒ ንገጽ መሕጸቢ መስተዋት ምስኡ ጌርና ተጠቒምና ክኾን ይኽእል ካብ ሽንቲ ቤት ወጺእና ንጥቀመሉ ናይ ኢድ መሕጸቢ ክንደይ እኒኦ ተልኩምኒ 26 ሽሕ እናተሸጠ ይርከብ ክልተ ዓይነት እኒኦ እዛ ጎና ትሪእዋ ኣለኹም እስካብ 22 ሽሕ ትበጽሕ እያ እዚኣ ግን 26 ሽሕ እናተሸጠ ይርከብ ማለት እዩ ስለዚ ናሻወር ከ ክንደይ እኒኦ ተልኩምኒ እዚ ትሪእዎ ኣለኹም ናሻወር እዩ ዝተፈላለዩ ዓይነት ዲዛይናት እኒኦ ዝፈሰሉ ዝማይ ማለት እዩ ዋግኡ ካብ ዓሰርተ ክልተ ሽሕ ሓሙሽተ ሚእቲ ጀሚሩ እስካብ ዓሰርተ ሓሙሽተ ሽሕ እዩ ኣብዚ ሕዚ ሰዓት እናተሸጠ ድርከ ማለት እዩ ናይ ሻወር ዝተፈላለዩ ዓይነት ናይ ማይ ዝፈሰሉ ዲዛይናት እኒዉ ኣብዚ ሕዚ ሰዓት ትሬንድ ዝኾኑ ከምዚ ዓይነት ናይ ሻወር መሕፀዊ እዩ ስለዚ ካብ ዓሰርተ ክልተ ሽሕ ሓሙሽተ ሚእቲ ዝተሓተ ጀሚሩ እስካብ ዓሰርተ ሓሙሽተ ሽሕ ዓሰርተ ሸሞንተ ሽሕ ይኸድ እዩ ማለት እዩ ስለዚ ብዘይ መሰረት ኢኹም ክትገዝእሉ ኣለኩም ማለት እዩ ግዜ ክልእኸልኹም ትደልዩ ኣናጉርኒ ስልከይ ኣብ ኮሜንት ቆምጠልኹም እዮ ደው ኢልኹም ኣናጉርን ገዜ ክልኸልኹም ይኽእል እየ ስለዚ ናቑሑ ከ ክንደኒ ትልኹምኒ ኣቑሑ ንሓፀሉ መሞቕ እናበዝሐ ዘለዎ እንዲኒኡ ተልኹምኒ ኣለና ናቑም ሕፀ ማለት እዩ ንባዕሉ ዝሑል ማይ ዘለዎ ናብ ጎኒ ኣለና መሞቑ ማይ ክንጥቀመሉ ንኽእል ክልተ ዓይነት ከፍሰልና ንኽእል ማይ ማለት እዩ እሱ እስካብ ዓሰርተ ሽሕ እዩ ወፂሑ ነኸዚ ብቐዳማይ ሓሊፈ እስካብ ትሽዓንተይ ሓሙሽተይ ትሽዓንተ ነይሩ እዩ እዚ ዓሰርተ በፂሑ እኒኦ እስከ ዓሰርተ ሽሕ እናተሸጠ ይርከብ እዚ ናቕሑ መሕፀቢ እዚ ማለት እዩ ስለዚ ጠቕላላ እዩ ክነግርኩም ኣብኡ ተለኹ ደሊ ኣብኡ ተለኹ ሰራሚክ ብቻ ከይኮነ ካልኦት ካልኦት ከ ክንደይ እኒኦ ክንደይ ይበፅሑ ዶ ይብል ነገራት ክትፈልጡ እኒኦኩም ኢለ ብምሕሳብ እያ ስለዚ ሓሳኹም ኣኮመ ይፅሓፉለይ ዋግኦም ከመይ እዮም ዘለኩም ተሰማዕኩም ነገር ኣኮመ ይፅሓፉለይ ስለዚ ካልኦት ትደልይዎ ነገር ተሃልዩ ድማ ኣብ ኮሜንት ትፅሕፉለይ ንክቐርብ ስለዝሕግዘኒ ኣብ ኮሜንት ፀሓፉለይ እትደልይዎ ነገር ናብ ቆርቆሮ ኣብ ናጋ ከቕረልኩም እያ ኣብ ኔክስት ለለ ፈርኒቸር ኣቑሑ ህንደኛኡ ልብል ድማ ክንሪኦ ኢና ማለት እዩ ብጣዕሚ ንገርም ፕሮግራም ኣዘጋጅየ እኒኹ ናይ ሶፋ ካልኦት ካልኦት ጌራ ብዝተፈላለዩ ዲዛይናት ዝተሰርሑ ቆንጆ ዝኾኑ ኣቕሓታት ኣብ ኔክስት ከቕረልኩም እየ ክኾን ማለት እዩ ስለዚ ኣተለኹ ሓንቲ መልእኽቲ ኣሕሊፈ ክኸድ እሱ እውን እንታይ እዩ መሬት ምግዛእ እትደልዩ ገዛ ምግዛእ እትደልዩ ንጥሩሕ መሬት ክኾን ይኽእል እዩ ነፃ መሬት ማለት እዩ ኣብ ዓድኹም ኣብ ትግራይ ክትገዝኡ እትደልዩ ብፍላይ ኣብ መቐለ ድማ እኒኦው ኣብዚ ኸዚ ሰዓት ብዝተፈላለዩ ናይ መማረፂ ካሬታት እኒኦ ገዛውቲ ዝሽወጡ ሰሙን ካብ ሓደይ ሸሞንተይ ጀሚሮም እስካብ ክልተይ ሓሙሽተይ ሰለስተ ዝወፅሑ ነፃ መሬታት እኒኦ ጥርሑ መሬት ማለት እየ ከምኡ ዓይነት መማረፂ እኒኦ ኮንዶሚኒየም ላ እኒኦ እዮም ስቱዲዮ ክላስ ዝደልዩ በዓል ክልተ መደቀሲ ሰለስተ መደቀሲ ዝተፈላለዩ መማረፂ ካሬታት ጌርና ለዘጋጀናዮም ናብ ኮንዶሚኒየም መማረፂ ለኒኦ ብዓቕምኹም መሰረት ክኸደልኩም ደልዩ ብደስ ዘለኩም ቅርሺ ውሒዳትኒ ኢልኩም ከይትጨናንቑ ብቲ ዓቕምኹም መሰረት ነጋዲኩም ንኽእል ኢና እና እውን ውድእ ትደልዩ ገዛውቲ ሚተር ባዓይ ካሬ ክኾን ይኽእል እዩ ክልተ ሚእቲ ሓምሳይ ካሬ ህድም ዝኾነ ፎቕ ተጀመራ ክኾን ይኽእል እዩ ክውንኑ ዝወፀ ማለት እዩ ከምኡ ዓይነት ገዛውቲ ትደልዩ ሰባት ኮንታክት ጎርኒ ስልኪ ኣቐምጠልኩም የለኩም እየ ኣብ ፕሮፋይል ወይ ድማ ኣብ ኮሜንት ተግኝዎ ኢኹም ደስ ዘለኩም መማረፂ ዓድኹም ገዚእኹም ምንባር ትኽእሉ ኢኹም ማለት እዩ ኣብዚ ኸዚ ሰዓት ከም ነገርኩም ኩሉ ግዜ ይነግረኩም ብጣዕሚ ሽዋጥ በዚሕን እዩ ኣብዚ ኸዚ ሰዓት ገዛ እዩ እናጠፍአ ዝርከብ ናይዚ ምክንያት እውን ትፈልጥዎ ኢኹም ኣብ ውሽጢ ዓዲ ዘሎ ሰብ ኣፎርድ ክገብር ይኽእል እዩ ገዛ ምግዛእ ክኾን ይኽእል እዩ መሬት ምግዛእ ዓቕሚ ለይከል ይኽእል እዩ ኣብ ወፃኢ ዓዲ ክኹም ግን ዓድኹም ኣብኡ ካብ ትቆጥብዎ ወይ ድማ ናብ ትፈልዩ ብገንዘብ ዓይነት መጠን ካብ ተምጥዎ መሬት ገዚእኹም ንኔክስት ዝኾን ንቐፃሊ ዓመት ወሲኹ ስለዝፀንሕ ኣቐሚጥኩም ተትፀንሑ ንዓኹም ዓብዪ ዝኾነ ጥቕሚ ተግንዩሉ ስለትኽእሉ መሬት ክኾን ይኽእል እዩ፣ መኪና ክኾን ይኽእል እዩ፣ ዝተፈላለዩ ኣብ ንብረት ዝውዕል ነገር ወይ ድማ ንስራሕ እንተይደሊኹምለ ናይ ማሽናት ኣቑሑ ናይ ባኒ ኬክ መስርሒ ክኾን ይኽእል እዩ። ዝተፈላለዩ ንገንዘብኹም ኣብ ንብረት ኣውዒልኩም እንተተፅንሑ ንዓኹም ዓብዪ ዝኾነ ጥቕሚ ክተግንዩ ትኽእሉ ኢኹም። ስለዚ ከምኡ ኢላ የማኽረኩም ማለት እዩ። ስለዚ ብዙሓት ሰባት ከም ተነግሩ እንተኾይኑ ብውሽጢ መስመር ፅቡቅ ፅቡቅ ሓሳባት እውን እኒኦኹም እንታይ ክግበር እንታይ ክስራሕ ትብሉ ሰባት እኒኦኹም ንዓኻትኩም እውን እትፈለዩ ፕሮግራም ሰሪሐ ከቅርበልኩም እየ። ሎማዓንቲ ግና ብዛዕባ ናይ ሰራሚክ ለለዉ ነገራት ሓሳብ ክህበኩም ስለዝደለኹ እየ። ኣብ ኔክስት ግን እስካዕ ተመሊሰ ስለዝመፀኩም ሰላም ንዓኻትኩም ይኹን። ላይክ፣ ሼር፣ ሰብስክራይብ ምግባርኹም ግና ከይትርስዑ ማለት እዩ። ቻው ደቂ ዓደይ።